ሰላም ሰላም ከመይ ቐኒኹም ከመይ ውዒልኩም ከመይ ሓዲርኩም ኣነ እግዚኣብሔር ይመስገን ጽቡቕ ኣለኹ ኣማኑኤል እየ እንኳዕ ናብ ምስልና ኢንተርቴንመንት ብደሓን መጻኹም ሓደራ ሰብስክራይብ ዘይገበርኩም ሰብስክራይብ ግበሩ ሰብስክራይብ ዝገበርኩም ድማ ሼር ላይክ ብምግባር ናብ ካልኦት ክባጻሕ ግበሩ ንሎሚ ድማ ሰበይቲ ንደብዳብ ብፍትሕ ሰብኣያ ዝሃበቶ ብሉጽ መልሲ ውሕሉል መልሲ ብጣዕሚ ዘደንቕ መልሲ ዘስሕቕ መልሲ ሒዝናልኩም ቀሪብና ኣለና ምሳና ጽንሑ ኦከ ምስ ሓደ ሰብ ኣብ ፍቕሪ ምውዳቕ ናይ ብሓቂ ጉዕዞ ክኸውን ይኽእል እዩ። መብዛሕቴና ነዊሕ ዝጸንሕ ፍቕሪ ይግበእና እዩ ኢልና ንኣምን። ኩል ግዜ ግን ከምኡ ኣይኮነን። እቲ ሓቂ ኩል ግዜ ነገራት ከም ዝተሓሰበ ኣይኸዱን። ዝምድናታት ድማ ድሕሪ ወርሒ ይኹን ብዙሕ ዓመታት ከይተረፉ ክብታትኑ ይኽእሉ እዮም። ሓደ እዋን ሓደ ሰብኣይ ምስ በዓልቲ ቤቱ ናይ ሸውዓተ ዓመት ሓዳር ከብቅዕ ተሪር ጻውዒት ኣቕሪቡ። ኣብ ክንዲ ገጽ ንገጽ ዕላል ዝመርጽ፣ ደብዳቤ ፍትሕ መንገዲ ክኸውን ይኽእል'ዩ ዝብል እምነት ነይሩዎ። እቲ ዝገርም ግና መልሲ በዓልቲ ቤቱ ንዘለኣለም ሒዙዎ ዝኸይድ ትምህርቲ ምሃሩ። እዚ ምርጫ'ዚ ተመሊሱ ክስዕቦ ምዃኑ ብፍጹም ኣይፈለጠን ነይሩ። ከምዚ ኢሉ ጽሒፉላ ነይሩ፣ ክብርቲ በዓልቲ ቤተይ! እዛ ደብዳቤ ዝጽሕፈልኪ ዘለኹ ንሓዋሩ ከም ዝገድፈኪ ክነግረኪ እዩ። ኣብ ሸውዓተ ዓመት ሓዳርና ጽቡቕ ሰብ ኮይነልኪ እየ። ነዚ ምርግጋጽ ድማ የድልየኒ ኣሎ። ብኣንጻሩ ንስኺ ግና ንዓይ ጽቡቕ ኣይነበርክን። እዘን ዝሓለፋ ክልተ ሰሙናት ንዓይ ከበድቲ እየን ነይረን። ሓላፊኺ ሎሚ ስራሕኺ ከም ዝገደፍኪ ኣፍሊጡኒ። ነዚ ጉዳይ እዚ ዝጻወር ዓቕሊ ድማ የብለይን። ዝገርመኪ ዝሓለፈ ሰሙን ገዛ መጺእኺ ጸጉረይ ብሓድሽ ስታይል፣ ከም ዝተስተኻኹልኩ እኳ ኣየስተባሃልክለይን ብጣዕሚ እትፈትይዮ ምግብ ስለልኪ ነይረ ዋላ እውን ሓዱሽ ሲልክ ቦክሰር ተኸዲነ ንዓኺ ክማርኽ ንስኺ ግን ምንም ክትረይኒ ኣይከኣልክን ኣብ ክልተ ደቓይቕ ጥራሕ በሊዕኺ ቴሌቭዥን ምስ ረኣኺ ትኽ ኢልኪ ደቂስኪ የፍቅረካ እየ ካብ ትብልኒ እኳ ብዙሕ ግዜ ሓሊፉ ከምኡ እውን ፆታዊ ርክብ ወይ ከም ሰብኣይን ሰበይትን ዘራኽበና ነገር ኣይትደልይን ኢኺ ወይ ኣብ ልዕለይ ሰብኣይ ደሪብኪ ኣለኺ ወይ ድሕሪ ሕዚ ኣይትፈትውንን ኢኺ ዝኾነ ኮይኑ ናተይን ናትክን ተወዲኡ ኣሎ ይኸይድ ኣለኹ ነበር ብዓቤትኪ ኦ ክትፈልጢ ድማ ክትረኽብኒ ኣይትፈትን ኣነን ሓፍትኽን ብሓባር ናብ ዝኾነ ዓዲ ንኸይድ ኣለና ሰናይ ህይወት ይግበረልኪ ኩነታት ብዘየገድስ ከምዚ ዝኣመሰለ ጽልኢ ዝተመልኦ ደብዳቤ ፍትሕ ንምጽሓፍ ፍጹም ምኽንያት ኣይነበረን እታ ኣብ ቀረባ እዋን ነበር በዓልቲ ቤት ክትኸውን እትኽእል ሰበይቲ ነዚ ከምዚ ዝኣመሰለ ደብዳቤ ከመይ ኢላ ክትገድፎ ኢልኩም እውን ክትሓስቡ ትኽእሉ ኢኹም። ጽቡቕ። ንሳ ብናይ ገዛእ ርእሳ ደብዳቤ ክትምልስ ወሰነት። ክነግረኩም ድማ፣ እቲ ዝመለሰቶ ደብዳበ ብጣዕሚ መስሓቕን ነቲ ኣብ ቀረባ እዋን ነበር በዓል ቤታ ክኸውን ዝኽእል ሰብኣያ ምሉእ ብምሉእ ዘዋርድን እዩ ነይሩ። ከምዚ ብምባል ድማ ጽሑፋ ይቕጽል። ክቡር ነበር በዓል ቤተይ፣ እመነኒ ደብዳቤኻ ካብ ምቕባል ንላዕሊ መዓልተይ ዘጸበቐለይ ነገር የለን። ብርግጽ፣ ሓቂ እዩ ኣነን ንስኻን ንዝሓለፉ ሸውዓተ ዓመታት ኣብ ሓዳር ጸኒሕና ኢና፣ ዋላ እኳ ንፉዕ ሰብኣይ ካብቲ ንስኻ ዝነበርካዮ ኣዝዩ ዝረሓቐ እንተኾነ። ዝገርመካ ናይ ቲቪ መደባተይ ኣዝየ እየ ዝከታተሎም፣ ምኽንያቱ ዋላ እኳ መብዛሕትኡ ግዜ ዘይሰርሕ እንተነበረ ነቲ ዘየቋርቕ ጭቕጭቕካ ግን ስለ ዘጥፍኣለይ እዩ። ብርግጽ ዝሓለፈ ሰሙን እቲ ሓዱሽ ስታይል ጸጉርኻ እውን ኣስተብሂለዮ እየ። እቲ ቀዳማይ ኣብ ኣእምሮይ ዝመጸለይ ግን እንታይ ወደይ ልክዕ ሓንቲ ወንጣሕ ጓል ዝመስል ዝብል ጥራሕ'ዩ ነይሩ። ኣደይ ድማ ጽቡቕ ነገር ክትብሊ እንተይዘኺእልኪ ዋላ ሓንቲ ከይትብሊ እናበለ ስለ ዘዕበየትኒ ርእይቶ ከይህብ ወሲነ። ከምኡ'ውን ንስኺ እትፈትይዮ ምግቢ ኣብሲለልኪ ኢልካኒ። ዝገርመካ ግን ምስ ሓፍተይ ተመሳሲለካ ከይኸውን። ምኽንያቱ ኣነ ቅድሚ ነዊሕ ዓመታት ስጋ ሓሰማ ምብላዕ፣ ኣቋሪጾ እየ። ብዛዕባ እቶም ሓደሽቲ ናይ ሲልክ ቦክሰራት ድማ፣ እቲ ሓሙሽተ ሚእቲ ቅርሺ ዝብል ዋጋ ኣብ ልዕሊኦም ተለጢፉ ስለ ዝነበረ ካባኻ ርሒቐ። ምኽንያቱ ሓፍተይ ንግሆ ሓሙሽተ ሚእቲ ካባይ ተለቂሓ ስለ ዝነበረት ዘኪረ። እዚ ድማ ኣጋጣሚ ክኾነለይ ካብ ልበይ ጸልየ። ብጣዕሚ እዩ ዝገርም። ድሕሪ እዚ ኩሉ ተፈጢሩ እውን ግና ንዓኻ ምፍቃሪ ቀጺለ፣ ክንረዳዳእ ከም እንኽእል ድማ ተሰሚዑኒ። ስለዚ ድማ ነይሩ ናይ ሚእቲ ሚልዮን ቅርሺ ሎተሪ ምስ በጽሐኒ ስርሐይ ገዲፈ ፍቕርና ክነሐድስን ክነዘናጋዕን ብምሕሳብ ናብ ጃማይካ ንምኻድ ክልተ ትኬት ንዓይን ንዓኻን ገዚኤ እናጎይኹ ገዛ ምስ በጻሕኹ ግን ንስኻ ኣይነበርካን። ኩሉ ዝፍጸም ብምኽንያት ይመስለኒ እቲ ኩሉ ግዘ ዝደለኻዮ ዕግበት ዘሎ ሂወት ክህልወካ ተስፋ ይገብር ብጣዕሚ ዝገርመካ ግን ጠበቃይ እቲ ዝጸሓፍካዮ ደብዳበ ካባይ ስባር ሳንቲም ከም ዘይትረክብ ዘረጋግጽ እዩ ኢሉኒ በል ደሓን ኩን ሃብታምን ነጻን ነበር በዓልቲ ቤትካ ኦ ክትፈልጥ ድማ እዚ ነጊረካ ይፈልጥ ድየ ኣይፈልጥን እንድዒ ግን እታ ሓፍተይ ሓወይ ኮይና እያ ተወሊዳ ነይራ። እንተተረዲኡካ እታ ጓል መሲላትካ ዘላ ሓፍተይ ክትፍጠር ከላ ወዲ እያ ነይራ ማለት እዩ። እዚ ድማ ጸገም ከይኸውን ተስፋ እገብር። ያው ክትፈልጥ ኢለ እየ። ብምባል ነቲ ሰብኣያ ጸሓፈትሉ። ብጣዕሚ እዩ ዝገርም ሕዚ እቲ ሰብኣይ ብውሳንኡ ይጣዕስ ከም ዝህሉ ፍሉጥ እዩ። ክቡራት ተኸታተልቲ ምስልና ኢንተርተይመንት ኣብ ጉዕዞ ህይወትኩም ከምዚ ዝኣመሰሉ ብዙሓት ዘገርሙን ዘስሕቁን ፍጻመታት ክህልዉ ይኽእሉ እዮም ኢለ ይኣምን። እስቲ ኣብቲ ርእይቶ መውሃቢ ጽሓፉልና ንዛተየሎም። ብዝተፈለየ መደብ ክሳብ ዝመጸኩም ሓደሽቲ ዝኾንኩም ሰብስክራይብ ብምግባር ኣባላትና ኩኑ። ሰብስክራይብ ዝገበርኩም ድማ ነዕርኽትኩም ሸየር ብምግባር ኣካፍሉ። ክብረት ይሃበለይ።